ፍልስጤማውያን ኣብ ብሄራዊ ጉዳዮም ድምፂ ክህቡ መሰሎም ምዃኑ ምስ ዘለዎም ዜግነት መሰረት ዝገበረ ወይ ኣብ እስራኤል ወይ ድማ ኣብ ናይ ዮርዳኖስ መረፃታት ክሳተፉን ከድምፁን መሰል ክህልዎም ዝገብር ነይሩ። እቲ ናይ መጀመርያ መላዘ ብዛዕባ ብጣዕሚ ዝተሓላለኸ እዩ ነይሩ። ምስ ዮርዳኖስ ዋላ ሓደ ዲፕሎማስያዊ ርኽቢ የብልናን። ዶብ ሰጊርና ምኻድ ድማ ጸረ ሕግና እዩ። ሕጊ ጥሒስካ ምስ ዮርዳኖስ ብውልቀ ይኹን ዲፕሎማስያዊ ርክብ ምግባር ኣጸጋሚ እዩ። ዳርጋ ሙሉእ ምብራቓዊ ዶባት ምስ ዮርዳኖስ ዝተዋሰንና ስለ ዝኾንና ንናይ እስራኤል ናይ ጸጥታ ጸገም ዝተቓልዐ እዩ። ናይ ዮርዳኖሳውያን ውግእ ናይ ምቕስቃስ ስግኣት ዳርጋ ቀዋሚ እዩ። ንሰላም ዝግበር ዝርርብ ብቐሊሉ ክኣትውዎ እዮም ኢልካ ምግማት ኣይከኣልን። ይኹን እምበር ዋላ እኳ ምስዞም ኣብ ላዕሊ ዝተጠቐሱ ሃገራት ብዛዕባ ሰላም ምዝርራብ ኣብ እስራኤል ከም ከሓድን ጠላምን ተጌርካ ክትውሰድ ዘርኢ እንተኾነ ዝኾነ ይኹን ስም ይወሃቦ እቲ ናይ ሰላም ጻዕሪ ክጅመር ከም ዘለዎ ግን እምነተ እዩ ነይሩ። ስለ ዝኾነ ምስ ሰለስቲኦም ኣካላት ዝርርብ ሰላም ንምክያድ ስትራቴጂ ሓንጺጸ ብጽቡቕ ምኻድ ጀሚረን። ናይ መጀመርያ ክገብራ ዝሓሰብኩ ንቪክቶር ሚሽኮን ፍሉጥ ናይ ለንደን ጠበቓ ደዊለ ምርካብ እዩ ሚሽኮን ናተይን ናይ እስራኤልን ናይ ቀረባ መሓዛ እዩ። ብተወሳኺ ዓርኪ ንጉስ ሑሴን እውን እዩ። ስለዚ ስልኪ ብምድዋል በይዛኻ ምስ ንጉስ ሑሴን ኣኼባ ክገብር ዶብ ለንደን ክተተዓራርየልና ትኽእል? ክብል ከይሓነኽኩ ሓቲተዮ። ኣብ ሞንጎና ድሕሪ ነዊሕ ጸጥታ ምስፋኑ፣ ኣነ ንምፍታን ብጣዕሚ ሕጉስ እየ ሼሞን። ክብል መሊሱለይ። ይኹን እምበር በቲ ዝሃብካኒ ተስፋ ክጽንቅቕ ኣይደልን። ንሱ እውን እንተተሰማሚዑ ብጣዕሚ እዩ ዘደንቕ። ክብል ደጊሙ ኣልዒሉለይ። ሰላም ናይ ኩሉ ግዜን ርሑቕን ሽቶ እዩ። ክብል መሊሰሉ። እዚ ማለት ግን እቲ ሸቶ ይዕወትን ማለት ኣይኮነን ኢለዮም። ድሕሪ ብዙሕ መዓልትታት ካብ ምሽኮን መልእኽቲ ቴሌፎን ተቐቢለ ክነግረኒ እናሃረፈን እናሸኮለን ንባዕሉ እናተቖጻጸረን ሼሞን ንጉስ ሑሴን ተሰማሚዑ ኣሎ ክብል ብታሓጓስ ገለጸለይ። ናተይ ሓሳብ ኣብ ለንደን ንኽልቴኹም ኣብ ገዛይ ምሳሕ እንግዶት ከዳልወልኩም እየ። ንሱ እውን ኣብቲ ዝርርብ ክሳተፍ ዓቢ ድሌት ከም ዘለዎ እዩ ገሊጽለይ። ክብል ተወኪሱኒ። እዚ ሓሳብ ካብ ምስመዐይ ብጣዕሚ ሕጉስ እየ። ብተወሳኺ ንዝግበረልና እንግዶት እውን ክብረት ይሃበለይ። የቐንየለይ። ክብል ምስጋናይ ኣቕሪበሉ። ኣብ ዝተፈላለዩ መበግስታትን ሓቅታትን ኮይንና ኢና ክንዘራረብ ከምኡ እውን ኣሸበሸብ ንምፍፃም ውሑድ ዕድል ኣብ ዘለዎ ሃዋህው ኮይንና ኢና ክንዘራረብ። ኣብ ሽሕን ትሽዓተ ሚእትን ሰማንያን ሸውዓተን ዓመተ ምህረት ናይ ቀዳማይ ሚኒስተር ሓላፍነት ንይሳቅ ሻሚር ኣሕሊፈ ሂበዮም። ከም ሓበራዊ መንግስቲ ብዝገበርናዮ ናይ ስልጣን ምምቓል ስምምዕ መሰረት፣ ከም ሚኒስተር ጉዳያት ወጻኢ ሰፊሕ ስልጣን ዋላ እንተሃለወኒ ኣብ ከምዚ ዓይነት ተዃሳሓይን ምስጢራውን ዝርርብ ምስ ዮርዳኖስ ምግባረይ ግን ብናይ እስራኤል ፕሮቶኮል መሰረት ናይ ቀዳማይ ሚኒስተር ሻሚር ውሳነ ብቐዳምነት ምርካብ ግድን ይሓትት እዩ ንሻሚር ብዛዕባ እቲ ጉዳይ ኣብ ዘልዕልክሉ ግዜ ብዙሕ ኣይተቃወመንን ሻሚር ዘይተቓወመ፣ ጻዕሪ ሰላም ምስ ዮርዳኖስ ክሳኻዕ ይኽእል እዩ ዝብል እምነት ስለ ዝነበሮ ኣይኮነን። እንታይ ደኣ፣ ዝኾነ ከምዚ ዝመሰለ ጻዕሪ ተስፋ ዘይብሉ እዩ። ስለ ዝኾነ፣ እቲ ጻዕሪ ከም ዘይሳኻዕ ስለ ዘረጋግጽ፣ እንተ ተኻየደ እውን ብዙሕ ኣይጎድእን ካብ ዝብል እምነት እዩ ዘይተቓወሞም ኣብቲ ቆጸሮ ንምስታፍ ኣነ ዝመርሖ ግን ድማ ዮሲ በይሊን ዳይሬክተር ሚኒስተር ጉዳያት ወጻእን ካልኦት ካብ ቤት ጽሕፈት ቀዳማይ ሚኒስተርን ዝተወጻጽኡ ላዕለዎት ሰብ መዚ ዝሓዘ ልኡኽ ሒዘ ሚያዝያ ሽሕን ትሽዓተ ሚእትን ሰማንያን ሸውዓተን ዓመተ ምህረት ለንደን በሪረ። ኣብ ለንደን ኣብ ጽቡቕ ገዛ ሚችኮን ምስ ንጉስ ሑሴንን ቀዳማይ ሚኒስተር ዮርዳኖስ ዛይድ ራፋይን ተራኺብና ሰላምታ ተለዋዊጥና። እቲ ኩነታት ሕልሚ ይመስል ነይሩ። ምስ ደመኛ ጸላእትና ብምቕሉል ኣገባብ ናይ ኢድ ሰላምታ ተጨባቢጥና። ግን ድማ ምስኡ ብርትዐ እውን ነይሩ። ብርትዐ ሓደ ዘይተለመደ ነገር ከም ዝከኣል ምግባር። ንምስጢራዊነቱ ክበሃል በዓልቲ ቤት ሚጅኮን ኣብቲ ምይይጥ ኣይተሳተፈትን። ናይ ምትእንጋድ ዕማም ጥራሕ እዩ ተዋሂብዋ ነይሩ። እጹብ ድንቅ ዝኾነ ምግቢ ኣቕሪባትልና። ሪፋይ ካብ መጀመሪኡ ጀሚሩ ኣብቲ ሰላማዊ ዝርርብ ነግ ፈረግ እናበለ እዩ ተሓዊሱ። ዋላ ከሳብ ብሓባር ምስ እስራኤላውያን ኩንካ ሕምባሻ ምቑራስ እውን ኣዕጠይጢዩ ኣብቲ ዝርርብ ክካፈል ብድሌቱ ከም ዘይመጸ ግልጺ እዩ ነይሩ። ግን ድማ ብናይ ንጉስ ትእዛዝ ከም ዝመጸ ፍሉጥ እዩ። ብኻልእ ወገን ንጉስ ሑሴን ብውዑይ ስምዒትን ብኽፉት ኣእምሮን ክዘራረብ ከም ዝመጸ ብዝነበሮ ናይቲ ዝርርብ መንፈስ ርዱእ ነይሩ። ኣብቲ ግዜ እቲ ውዕዉዕ ስምዒትን መንፈስን ዘርኢ ኣካላዊ ምንቅስቓስ ይንጸባረቕ ነይሩ። ኣነ እውን ካብ ኣቀራርባኡ ንቕድሚት ተስፋ ዘሕድር ሃንቀውታ ከም ዘለኒ ፈሊጠ እየ። ኣብ ሓደ ጠረጴዛ ከቢብና በዓልቲ ቤቱ ንሚሽኮን ዘቕረበትልና ምሳሕ እናተቋደስና ኢና። ኣነን ንጉስ ሑሴንን ብእንግሊዘኛ ቋንቋ ከም ጸላእቲ እንተይኮነስ ከም ሓደሽቲ ኣዕሩኽ እናተዘራረብና ኔርና። ክልቴና ነቲ ገጢሙና ዘሎ ኲናት ንምውዳእን ኣብ ሕድሕድና ዘሎ ናይ ምውጋእ ድሌት ከበቅዕ ከም እንደሊ ካብ ዝተፈላለየ ኣንፈት መጺና ሓበራዊ ኣተሓሳስባ ሒዝና ኢና ናብ ለንደን እንትመጽእ ከምዚ ዓይነት እንግዶት ክጸንሐኒ'ዩ ዝብል እምነት ኣይነበረንን። እዚ ከም መረዳድእን ንቕርርብ መበገስን ተገይሩ ክውሰድ እምበር፣ ሰፊሕ ምይይጥ ኣካይድና መበገሲ ሓበራዊ ስምምዕነት ክንበጽሕ ንኽእል ኢና ዝብል ግምት'ውን ኣይጸንሐንን። ይኹን እምበር እቲ ከይዲ ዝርርብ ኣብ መወዳእታ ሰላም ከምጽእ ከም ዝኽእል ተስፋ ዝህብ ነይሩ እቲ ዝርርብ እናቐጸለ ምስ ከደ ሰላም ናይ ምርግጋጽ ዓብይ ዕድል ከም ዘሎ እናተረዳዳእና ኸይድና ኣብታ ግዜ እቲኣ ካብ ዝተጸበኽዎ ንላዕሊ ናብ ዝበለጸ ጭቡጥ ስጉምቲ ክንከይድ ከም እንኽእል እናተገንዘብኩ መጺኤም ኣብታ ብግመ ዝተሸፈነት ናይ ጸሓይ ዓራርቦ ግዜ ሑሴንን ኣነን ናብ ጭቡጥን ዝርዝርን ስምምዕነት ኣምሪሕና። ኣብዛ ኹነት እዚኣ ሪፋይ ኣብ ዝተረበሸ ሃዋህው ኣሎም ኣብዚ ኩነታት በዓልቲ ቤቱ እውን ሚሽኮን ናይ ምግቢ ኣቕሓ ከተለሓዕሎ መጺኣ ንጉስ ሑሴን ነቲ ናይ ምግቢ ኣቕሓ ኣነን ሚስተር ፔሬዝን ክነለዓዕሎ ብምባል ንስኺ ካብ ዝግባእ ንላዕሊ ጌርኪ ኢኺ ኢልዋ ንበዓልቲ ቤቱ ንሚችኮን። ጽቡቕ፣ እዚ ግርም ሓሳብ እዩ። ኢለ ሓሳብ ብምውሳኽ፣ ሶንያ ምግቢ ብ ትሰርሐሉ እዋን ምግቢ ምቅርራብን ኣቑሑ ምልዕዓልን ምትሕጽጻብን ናተይ ስራሕ እዩ ነይሩ። ክብል ወሲኸ። በዓልቲ ቤቱ ንሚችኮን መልሲ ኣብ እትህበሉ ግዜ ነቲ ዓውደ ፍጻመ ብዓይነ ሕልናይ እናሰኣልኩ፣ እዞም ክልተ ናይ ቀደም ጸላእቲ ጎኒ ንጎኒ ከም ኣዕሩኽ ጠጠው ኢሎም፣ ሚኒስተር ጉዳያት ወጻኢ እስራኤል ከም ቁጥቋጥ ኣእዋም ወኪሉ፣ ንጉስ ዮርዳኖስ ከም ንዕኦም ማይ ዘስተ ኣካል ተወኪሉ ዘርኢ ስእሊ ይመስል። እዚ እንግዶት ቀሊል ግን ድማ ትርጉም ዘለዎን ምቕሉል ዕርክነትን ዝመስረተ ነይሩ። ግን ድማ ነቲ ምግቢ ንምልዕዓል ዕድል ኣይረኸብናን። በዓልቲ ቤቱ ንሚችኮን ኣብ ማእኸል ኣትያም፣ ፈፂሙ ዘይከውን ክቡራት፣ ንስኻትኩም እዚ ክትሰርሑ ሱቕ ኢለ ክርኢ ይክእልን ክትብል ተቓዊማትናም። እቲ ዝነበረና ናይ ጽልኢ ሃሁ ክሃድእ ጌርና ብዝተወሰነ ደረጃ ምትእምማን ፈጢርና ናብቲ ምይይጥ ተመሊስና ኣብዚ ቀያዳይ ዘይኮነ ኮንፈረንስ ሓደ ወኪል ካብ እስራኤል ሓደ ወኪል ንዮርዳኖስን ፍልስጤምን ብሓባር ድርድር ተቐሚጥና ኣለና ክብል ሓሳብ ኣቕሪበ። ንጉስ ሑሴን ነቲ ሓሳብ ብጽቡቕ መንፈስ ተቐቢልዎም። እዚ ንዓይ ቅዱስ ብድሆ እዩ፣ እዚ ሃይማኖታውን መንፈሳውን ግቡእ እውን እዩ ክብል ገሊጽዎም። ኣብዚ ኩነታት ብኣጋጣሚ ዝተገንዘብክዎ ነገር እንተሃለወ፣ ካብ ዘይስሩዕ ዝርርብ ብቐጥታ ናብ ሰላም ስምምዕነት ክንከይድ ከም እንኽእል እዩ። ኣብዚ ደረጃ ስምምዕ ከመይ ክንበጽሕ ከም ዝኸኣልና ፈሊጠን ተረዲእን። ንገብሮ ዝርርብ ናብ ዓቢ ደረጃ ክነዕብዮ ከም ዘለና ግዚኡ ሕዚ'ዩ ዝብል እምነት እውን ፈጢሩለይ። ኣብዚ ጉዳይ ክብል ጀሚረ። ኣብዚ ጉዳይ ኣብቲ ዝገበርናዮ ዝርርብ ተደሪኽና፣ ንምንታይ ሕዚ ሓፈሻዊ ስምምዕነት ክንጽሕፍ ዘይንፍትን? ክብል ኣተሓሳሲበም። ካልእ ስራሕን ቆጸሮን ስለ ዘለኒ ክኸይድ ኣለኒ። ክብል መሊሱ። ግን ድማ ድሕሪ ዝተወሰነ ሰዓታት ክምለስ ይኽእል እየ። ክብል ድማ ደጊሙ ተዛሪቡ። ንግዚኡ ግን ክልተ ዝተፈላለዩ ዶኩመንትታት ክነርቅቕ ኣለና። ሓደ ናይቲ ዝካየድ ናይ ሰላም ኮንፈረንስ ሎጂስቲክስ ዝምልከት እንትኸውን እቲ ካልኣይ ድማ መትከላት ስምምዕነት ሰላም ናይ ክልቲኤን ሃገራት ዝገልፅ ዶኩሜንት ይኸውን ዝብል ሓሳብ ኣቕሪቦም። ንጉስ ሑሴንን እቲ ቀዳማይ ሚኒስተርን ናብ ጉዳዮም ምስ ከዱ ንሕና ቀልጢፍና ናብ ምርቃቕ ስራሕ ኣቲና። ንሓጋዝየይ ብቓለይ እናተዛረብኩ ክፅሕፍ ብምግባር ክልቲኤን ዶኩመንት ብርሱን ኣገባብ ኣርቂቕናየን። ምስ ኣርቀቕናዮ፣ ንጉስ ሑሴንን ቀዳማይ ሚኒስተር ዮርዳኖስን ካብ ስርሖም ተመሊሶም። እቲ ናይ መጀመርያ ረቂቕ ተዳልዩ ንምይይጥ ክፉት ኮይኑ ኣሎ።